ነዚኦም ከኣ ፊት ንፊት ኮይነ ክቃለስ እየ። ኣሞ ሰብ እኮ ክትሓቁፎ ክትክእል ኣለካ ንዓባ ኣታ ስቅ ኢሉ እኮዩ ሰብ እኮ ስቅ ኢሉ እዩ ደሎ ዋእ ኣነ እኮ እብለካ ኣለኩ ወላ ሓንቲ ኣይፈልጥን እየ ነይረ እኮ ነግረካ ኣለኩ ድፈልጦ ኣይነበረንን ኣብዚኣ ክልተ ዓመት ኮፍ ኢለ ድተዓዘብክዋ ጊን
ሻሎም ክቡራት ተኸታተልቲ መደብ ቤኒ ሚድያ እንቋዕ ብድሓን ናብ መደበይ መጻኹም ንሎ መዓልቲ ሒዘልኩም መጽአ ዘለኹ መደብ ኣዘናጋዕን መሃርን ዝበልክዎ ናይ ሰሙናዊ ናይ ሰንበት መደብ እዩ ክኸውን ኣዘናጋዒ ክኸውን እዩ ገለገልካ መሃሪ ገለገለካ ኣዘራብን ኣካታዕን ነጥብታት ክኸውን እዩ ማለት እዩ መጀመርታ ግን ብናይ ኣብ ኤድመንተን ዘለዉ ናይ ስራሕ ዝነጥፉ ሰባት ብኦም ክጅምረ ሓንቲ ካብቶም ዘድነቐን ደቂ ኣንስትዮ ኣብ ኤድመንተን ስራሕ ዘለወን ሓደ ብሓደ ኢለ ክጅምረ ኤቭሪ ታይም ኣብ ቀፃሊ ዘእትዎ ቪድዮታት ከዓ ዝተፈላለዩ ኣብ ኤድመንተን ስራሕ ዘለዎም ሰባት በብሓደ እናብፅሑ ከሪኦኩም እየ ሱራት ኣድቨርታይዝ ክኾነሎም ንዕኦም ንዓኻትኩም ከዓ እንታይ ዓይነት ስራሕ ሓበሻ ናይ ይሰርሕ እንታይ ዓይነት ንጥፍታት ይገብር ካብ ቲክቶክን ከምኡውን ካብ ዩቲብ ከምኡውን ካብ ኢንስታግራም ኣኺበ ከምፅኣልኩም እየ ሓቢርኩም ተኸታተሉ መጀመርታ ሒዘልኩም መፅኦ ዘለኹ ሚሚ እያ ሕጂ ዝተፈላለየ ደቂ ኣንስትዮ ዝኸውን ናይ ጨጉሪ ከምኡውን ምቑናን ከምኡውን ናይ ገፅ ዝተፈላለየ ዝግበር እንታይ ፔዲከር ይበሃል ገለ ይበሃል ናይ ገፅ ግን ዝኾነ ብእንግሊሽ ኣይፈልጦን እንታይ ይበሃል ግን ንገጽ ዝኸውን ገለ ገላትና ኣላ ገለ ለኽያታ ኣላ ከምኡውን ኣብቲ ኮመንታ ኢሎም ፅሒፎምላ ኣለዉ ጎበዝ ጎበዝ ብጣዕሚ ፅቡቕ ስራሕ ሓፍተይ ኣብቲ ገፃ እንታይ ክለኺኽያ ዘለኺ ስራሕ ጀሚርኪ ዲኸ ደኣ ተጠሚቕኪ ዲኸ ደኣ ሜቢ ኣብዚ ቀረባ እዋን ሓሪሳ ትኸውን ምናልባት ከምኡ እዮም ዝኾኑ ያ ፎር ሹር ማለት እዩ ብጣዕሚ ፅቡቕ ስራሕ ሓፍተይ ኣበይ እዩ ኣብ ኤድመንተን ካናዳ እያ ትርከብ ሶ ኩልኹም ኤድመንተን ዘለኹም ሰባት ቴሌፎን ናታ ኣብ ኮመንት ክፅሕፈልኩም እየ ኣብ ታሕቲ ዲስክሪፕሽን ቀጺለ ሕዚያ መጽኦ ዘለኹ ከዓ ናተይ ቪድዮ እያ ክትከውን ማለት እዩ ሻሎም ክቡራት ተኻተልቲ እንኳዕ ብድሓን ናብ ቤኒ ሜድያ መጻኹም እዚኣ ትርያ ዘለኹም ፊልተር ንህዝቢ ፍልስጥኤም ንምሕጋዝ ኢሎም ዝሰርሕዋ እዮም ነዚኣ ጌም ትርኣ ተፃዊትካ ካብዚ ጌም ተፃወትካዮ ዝመፅእ ፖርሽን ናይቲ ገንዘብ ምክንያቱ እዚ ኣፕሊኬሽን ስለዝተጠቐምካ ቲክቶክ ዝኸፍሎ ገንዘብ ኣሎ ውሑድ እዩ እንተኾነ ግን ካብ ሚልዮናት ሰባት ምስ ተኣከበ ንሓገዝ ንህዝቢ ፍልስጤም ኢሎም ዝሰርሕዋ ፍልስጤማዊት እያ ሰሪሓትና ማለት እዩ። ደቂ ኤረይ ንሕና ከ እንታይ ክንገብር ንኽእል እስከ ካብዚኣ እንታይ ንምሃር ንሕና ከ እንታይ ዓይነት ዝኾነ ኣፕሊኬሽን እዩ ዝኾነ ዓይነት ጌም ሰሪሕና ንዝኾነ ነዚ ሽጉር እዩ ዝኾነ ጸገም ዘለዎ ንምሕጋዝ ኣይድያ እንተረኸብኩም ሲ ገለ ሰባት ዝኾነ ኣይድያ እንተምጻኹም ታብ ግበሩኒ እዛ ቪድዮ ከኣ ሼር በልዋ ዝኾነ ኣይድያ ብፍላይ ከምዚ ኣፕሊኬሽን ተጠቒምና ድዩ ሼር ብምባል ምክንያቱ ኣብዚ ኣፕ ካብ ተጠቐምና ሼር ጌርና ክንረብሓሉ ንኽእል መገዲ ንምፍጣር ኢለ'የ ሰሪሐያ ሼር ምግባር ኣይትሕመቑ ኢኹም።
ሕጂ እዛ ቪድዮ እዚኣ ክስርሓ ከለኹ ካብ መጀመርታሲ እንታይ ደይ ሰርሐያ ዝኾነ ዓይነት ኣፕሊኬሽን ተጠቒምና ዝኾነ ዓይነት ንዓና ከረብሕ ዝኽእል ኣፕሊኬሽን እንተ ስሪሕና ዝኾነ ሰብ ሸር ድዩ ላይክ ድዩ ኮመንት ክገብር ከሎ ዝእከብ ገንዘብ ኣሎ እዚ ገንዘብ እዚ ከዓ ነቶም ሓገዝ ዘድልዮም ሰባት ንኣብነት ጎፋንሚ ብብዝሒ ሰብ ሽግር ስለ ዘሎ ዘይውዳእ ሽግር ስለ ዝኾነ ከዓ ንቐፃሊ ነቲ ሰብ እውን ንሓገዝ ክኸውን መታን ሼር እናገበርካ እቲ ሰብ ከዓ ይረብሕ ምክንያቱ እቲ ኣፕሊኬሽን ቲክቶክ ምጥቃምና ኣይተረፈን ብነፃ ኢና ግን ንጥቀም ቴሌኮሙኒ ስለዚ ዝኾነ ዓይነት ኣፕሊኬሽን ተሰርሐና ኢለስ እዚኣ ቪድዮ ሰሪሐ ገለ ካብቲ ዝመፀኒ ነቐፌታ ከም ዝበልኩም ማለት እዩ ገለገለ ሰባት ተሎምኒ ቤንሁር ሪድ ደ ባይብል ቢፎር ካሚን ታክን ኣባውት ፓለስታይን እዚ እዚ ዘረባ እዚ ብዛዕባ ፍልስጤም ኣይኮነን እቲ ኣይድያ እንታይ እዩ እቲ ነጥቢ ማለት እዩ ዝኾነ ነገር ሰሪሕናስ ክንረብሓሉ ንኽእል ነጥቢ እየ ኢለ ስለዚ ገለ ገለ ሰባት ነቐፌታ ዋላ ክትብ ከለኹም ሲ ብዛዕባ እንታይ ይዝረብ ኣሎ እቲ ነጥቢ እንታይ ከይተረዳእኩም ዲኹም ትፅሕፉ ክርዳኣኒ ይክእል ንኣነ ኣብነ ድዩ ስኢኑ ብዛዕባ ፍልስጤም ዝዛረብ ዘሎ ኢሉኒ ሓደ ከዓ ብዘል ሰብ ብዘለዎ እዩ እቲ ነጥቢ እንታይ ተባሂሉ እቲ ክበሃል ተደልዩ ዘሎ እንታይ እዩ ኢኻ ትብል እምበር ስበልካ ዘሎን ዘየለን ዘረባ ኣየድልን እዩ ብፍላይ እዞም ኣብ ቲክቶክ ሓንሳ ሓንሳ ዝፅሑፉ ሰባት እቲ ዕላማ እንታይ እዩ ጌም እናተፃወትካ በቲ ጌም እናተፃወትካ በቲ ከዓ ገንዘብ ትእክብ ገንዘብ ተኣኪቡ ከዓ ሓገዝ ክኾነካ ይኽእል እዩ እሱ እዩ እቲ ሓሳብ ገለ ካብቲ ርእቶ ዝሃብሉ ሰባት ከዓ እንታይ ኢሎም ግሬት ኣይድያ ብራቮ ብሮ መጀመርታ ሰላም ጽቡቅ ሓሳብ ኢዩ እትብሎ ዘለኻ ግን እቲ ናትና ሰብ ኣብ ካልእ ነገር ወዲ ሰብ ዘንብራ ሕል ሕልኽን ትዕቢትን ኢዩ ዘሎ ኣምላካን ዓምካም ኢሉ ኢልኩም እንተ ትገብርዎ ጽቡቅ ነይሩ ኣኪ ኣይተረድኣንን ዘይ እዋይ ናይ ገሊኦም ዘረባ እስከ ኣይንበብን እዩ። ብዝኾነ ገለ ገለ ካብቲ ዝመፀኒ ነቐፌታ እያ ከም በልኩም ደለ ንቐፅል።
ዋው ቢዩቲፉል እዚ ኣብ ስዑዲ ዓረብ እዩ ከምሰብ ዘለዎ ዳኣ ኮነ ገለ ክገዝእ ከይዱ ብዙሓት ሰባት ሼር ብሎም ኣብ ፊድ ናተይ ገለ ካብ ድመፅእ ከርእየኩም ኢለ እየ ቀፂለ እዚኣ ብጣዕሚ ብዙሓት ሰባት ሸር
እቲ ሓደ ናይ ዋልታ ሃገር ትብል ዩቲብ ቻናል ሳሚ ን ሳሚኤል ሽሙ ናይ ዋልታ ሃገር ትብል ዩቲብ ቻናል ኣሎ እዚ ከዓ እዚ ህቡብ ደራፋ እዩ ወደብቲ ኮኑ
ዋልታ ስለምንታይ ኣድለየ ሕጂ ዝብል ምጉት ክመጽእ ይኽእል እዩ። ምክንያቱ ሲ ናይ YPFDJ ኣሎ፣ ናይ ካልኦት መንግስታዊ ትካላት ኣሎ፣ ናይ መንእሰያት ተለደ ካብኡ ኣሎ፣ ህግደፍ ቁጽሪ ክልተ ኣሎ፣ እሱ ከሎስ እንታይ ኣድለየ ዝብል ሃለቃ ዘይፈልጥ የለን መቸም ኣብ ኤርትራ ህቡብ ደራፋ እዩ
እንታይ እሞ ክትኩሰልካ ዲኻ ደሊኻ ሕማቕ እንዲኻ ተዛረበኒ ተዛረብ ተዛረብ ምፍሻል ዶ ትፈልጥ እንታይ ፈሽሉ እዚ ውዳበ እዚሲ ኣፍሽሎሞ ኣለዉ። ዋልታ ዝበሃል መጺኡ ዓብሊልዎ ኣሎ። ኣብ ምጽማምሲ ምጽማም ኣሎ ኢሎምኻ መዓልቲ ኣብ ምጽማም ምጽማም ኣሎ መዓልቲ ዝረኸበት ምዃን ከዓ እምኒ ትፍንቅል ኢሎማ እዞም ሰባት እዚኦም ወደብቲ ኣይኮኑን ኣፍሽሎሞ እዮም ነቲ ውድብ ካብ መጠን ንላዕሊ ጽላኣት ጌረ ኣለኹ ብዞም ሰባት እዚኦም ኣነ ነታ ሃገርን እዚኦም ወላ ሓንቲ እዮም ዘይጠቕሙ ነታ ሃገር ነዚ ዘሎ ህዝቢ ይጠቕሙ እዚኦም በታተንቲ እዮም እሶም ከዓ ክንደዮም ዝኾኑ ዝቁጸሩ እዮም ተጋደልቲ ተጋዳላይ ናይ ተጋዳላይ ባህሪ ኣይረኣኹሎምን ኣብቲ ኣነ ድኽብሮ እቲ ስነ ሓሳብ ናቱ ገዚእኒ ናብቲ ዕላማ ደምፀኒ እቲ ናይ ብሓቂ ተጋዳላይ ዒር ኹቡን ኣምሲ ኣንታ እዚ ህዝባዊ ግንባርስ ክንደይ ባይ ጠሪፉ መጺኡ ኢለ እቲ ዝውድብዎ ደለዉ ወላ ሓንቲ ፍሹል እዩ እዋ እንታይ ኮይኑ ዳ ዋልታ ዝበሃል ተላዒሉ መፂኡ ደሎ ዳእታ ኮይኑ እቶም ዝገብሩ ዶ ክነግረካ ኤርትራውነቱ ቆንጢዎ ይመፅእ ፌስቲቫል ይግበር ኤርትራውነቱ ቆንጢዎ እዩ ዝኩሉ ህዝቢ ዝመፅእ ኤርትራውነቱ ቆንጥዎ መጽእ ኣብኡ ከኣ ሽዑ እቲ ሰብ ምስ ዓመረ እቲ ሰብ ምስ ዓመረ ከኣ ኣብ ልዕሊ ስተጅ ኮይኖም ክዳን ቀይሮም መደረ የስምዑ ይዛረቡ ስዕስዑ ድራማ ምሻሎ
እሱ ከለስ እንታይ ኣድለየ ትካል ንዝብል ሕቶሲ እንታይ ይመስለካ እዛ ክዳን ክላትካስ እዛ ካልኣይቲ ኣብ እንዳ ፑቲክ ደላ ክዳን እንታይ ኢልካያ ትብለኒ ኣነ ሕጂ ኣባል YPFJ ኣይኮንኩን ኣባል ህግደፍ ከኣ ኣይኮንኩን ንክትፈልጦ ማለት እዩ
ያ ሓቂ ግን መብዛሕትኡ ሰብ ሳይለንት ማጆሪቲ እዩ ስቕ ኢሉ ውሒጥዋ ደሎ ፅበ እዩ ደሎ እምበር ድመሮ ዝፀገሞ በዝሕ መብዛሕትኡ ሰብ ዳስ ግን ዝፅመም እዩ ደሎ በቃ ወግሕ ዶ ከምሎ ምሎ ፅባሕ ዝኾነ ፍታሕ ዶ መፅእ እናበለ ይንቀሳቐስ ዘሎ
ግን ብሓንሳብ እዮም ንኹላ ከድብሉኻ ኣባል እቲ ህግደፍ ኩሉ ጽቡቕ ድሕር ጽቡቕ ኣዋዳድባ ገይሮም ደኣ ኩሉ ሰብ ዓስሎ እቲ ስቕ ኢሉ ደሎ ሰብ ይበዝሕ ካብቲ ተጠርኒፍ ደሎ ያስ ሕጂ ኣብታ ደለኻ ከተማስ ክንደይ ኣባላት ህግደፍ ኣለኹ ታብዴታት እኳ ነዊሕ ገይረ እንታ ኮንካ ስኻ ገዲፍካያ ፈልፈካ ናሃተይ ናሃተይ መጥያ እ ኖ ኖ ችግር የለን እስኻስ እንታ ኮንካ ግዲ ክትንትነልካ እኮ እየ እስኻስ እቲ ወይ ፕሮጀክት እቲ ህግደፍሲ እንታ ኮንካ ገዲፍካዮ ኣባሎም ድዩ ኮንካ የለን ነርካ ዶ? ኣብዚ የለን ነርካ ዶ? ኣብዚ ናይ ናይ ናይ ናይ ዝኾነ ኮሚኒቲ የብልናን ኣብዚ ጥርናፈ የብልናን ኣብዚ የለን ኣብዚ ዓዲ ዘለኹዎ ፖሊሲ የለን የለን በቃ ኣብ መንእሰያት ነይሩ እወ እ? እንታይ ኮይኑ ፈሪሱ
ኣይሰርሑልን እያ እቶም ኣብ ዝደለዎ ናይ ህግደፍ ዝበሃሉ ኣይ ኣይ ኣይ እንታይ እሞ ዝዳ- እንዳፈለጥካስ ከመይ ጌርካ ትሓተና እዚ ዳኣ እንታይ ክሰርሕሉ ተዝሰርሕሉ ዳኣ ህዝቢ በታቲኖም ኣለው
ህዝቢ እኮ ቡሽ ሜቢ ኣብ ትረ ይገብርህሉ ላይ ከምዚ መንጎኛ ኮይኖም ከም ዝኾኑ ምስ ወልሓደ ወገንነት ከም ዘይብሎም ወይ ምስ ናይ ህግደፍ ወይ ምስ ናይ ንሓመዱ ወልሓደ ወገንነት ከም ዘይብሎም ኮይኖም ዝሰርሑ ደህሉ ሜቢ ከምኡ ይኸውን ቲንክ ዚስ ኢዝ ትሩ እንታይ ትብሉ ናይ ብሓቂ ይመስል እዚ ወይሲ ድራማ ኣሮ ነው እንታይ ሳም ሪዝን ከኣምነ ይከኣልኩን ኣሮ ነው ዋይ
ስታዊ ስጥቁ ቆሲሉ እኮ ሓሚሙ እኮ እዩ ዘሎ እዚ ህዝቢ እኮ ሓሪሩ እኮ እዩ ዘሎ ትፈልጥ ዲኻ ህዝቢ ክሰርሕ ይብሉ እቲ ሓቂ እዝን እዝን እዝን እዝን ክብል ኣለዎ ቁስልኻ ኩሉ ግዜ ተዘይ ሓኪምካዮ ወላ ሓደ ክኸውን ኣይክእልን። እቲ ሓቂ ዝዛረብ ሰብ ምስዞም ሰባት እዚኦም ክኸይድ ኣይክእልን። ዓበይቲ ጠላዓት ተጋደልቲ ኢና በሃልቲ ከሱኻ ተኾይኖምስ እንታይ ኢኻ ትብሎም? እቲ ህዝቢ እዩ ኤርትራውነቱ ቀንጢዎ ስኑ ነኺሱ ዘሎ እምበር ኣለዉ ዝተወሰኑ እሊት ነዚ ህዝቢ ዝበታትንዎ እዮም ንኸይሰርሕ ድዕንቁፁኻ ድሕሪ ሕጂ ኣነ ኢለካ ልክዕ ከምቲ ድሓለፈ መዓልታዊ እናመፃኹ ልክዕ ከምቲ ድሓለፈ ዝተቓለስክዎ ነዚኦም ከዓ ፊት ንፊት ኮይነ ክቃለስ እዩ ሰብ እኮ ክትሓቁፎ ክትክእል ኣለካ ንዓባ ኣታ ስቕ ኢሉ እኮ እዩ ሰብ እኮ ስቕ ኢሉ እዩ ዘሎ ዋእ ኣነ እኮ እብለካ ኣለኩ ወላ ሓንቲ ኣይፈልጥን እየ ነይረ እኮ ነግረካ ኣለኩ ድፈልጦ ኣይነበረንን ኣብዚኣ ክልተ ዓመት ኮፍ ኢለ ድተዓዘብክዋ ጊን ሰንቢደ እየ ሓቁ እዩ ኢለ እንታይ እዩ ወላ ሓደ ወላ ሓደ ጸላኢ የብሉን ርዳእና ኣይከኣለን ድሕሪ ህዝቢ ድብተን ኮይኑ ድኣ እሞ እንታይ እሞ ኣነ ከዓ እዚ ኩሉ ከርተ ዝበልኮ ንህዝቢ ኢለ እየ እምበር ኣነ እኮ ንዝኾነት ውድብ ኢለ እኮ ኣይደርፍን እየ ነይረ ናይ ዝኾነ ውድብ ጸግዒ ኮንኩ

ንኸይሰርሕ ድዕንቁፁኻ ድሕሪ ሕጂ ኣነ ኢለካ ልክዕ ከምቲ ድሓለፈ መዓልታዊ እናመፃኹ ልክዕ ከምቲ ድሓለፈ ዝተቃለስክዎ ነዚኦም ከዓ ፊት ንፊት ኮይነ ክቃለስ እየ ሰብ እኮ ክትሓቁፎ ክትክእል ኣለካ ንዓባ ኣታ ስቅ ኢሉ እኮ እዩ ሰብ እኮ ስቅ ኢሉ ኢሉ ኣሎ
መሪር ወጣ ኣነ እኮ እብለካ ኣለኹ ወላ ሓንቲ ኣይፈልጥን እየ ነይረ እኮ ነግረካ ኣለኹ ዝፈልጦ ኣይነበረንን ኣብዚኣ ክልተ ዓመት ኮፍ ኢለ ዝተዓዘብክዋ ግን ሰንቢደ እየ ሓቁ እዩ ኢለ እንታይ እዩ ወልሓደ ወልሓደ ፀላእ የብሉን ርዳእና ኣይከኣለን ድሕሪ ህዝቢ ድብተን ኮይኑ ድኣ እሞ እንታይ እሞ ኣነ ከዓ እዚ ኩሉ ከርተት ዝበልኮ ንህዝቢ ኢለ እየ እምበር ኣነ እኮ ንዝኾነት ውድብ ኢለ እኮ ኣይደርፍን'የ ነይረ ናይ ዝኾነ ውድብ ጸግዒ ኣይኮንኩን ኣነ ኣነ ነቲ ህዝቢ ነቲ ሃገረይ ሕድሪ ስውኣት ገለ ገለ ሰባት ነዚ ዓይነት ዘረባ ምስ ተዛረበ ዝሃብዎ ካብ ርእይቶኦም እንታይ እሞ ወረቐትካ ዶ ፀይቆምካ ፀይቆምልካ ኮይኖም ወይ ሲሰይጎምካ ኮይኖም እዮም ከም ዝብል ዘለኻ ዝበለ ሰብ ኣሎ ሓደ ንዑ መልሲ ዝሃብኻ እንታይ ኢሉ ገለ ከም እያ ትመስል እምበር ስቂሉ ዶ ከምዚ ምተዛረበ ሃለቃ ዓርከይ ዌልካም ዌልካም ደይንሕናስ ኮም ኢና ንበልና መጺኡ ሕጂ ድማ ቁሩብ ተሪፋቶ ኣላ ክመጽእ they are saying he's right they are saying right is right wrong is wrong they're just saying the truth ገለ ካብቲ ርእቶታት ማለት እዩ ሳምሩ ከዓ ሓቅኻ ዌልካም ዌልካም ዝዓርከይ ኦኬ ኣብሶሉትሊ ሓበና ቀጽሎ ኦ ሓበን እዩ ሽሙ ሳሙኤል መሲሉኒ እዚ ሃለቃ ምኳኑ ፈልጥ ሓደ ግን ኦኬ ሓበን እዩ ሽሙ ሳሙኤል መሲሉኒ ነይሩ ኤኒዌይ ንወድኣያ እዚኣ እሞ ናተይ
ንዐይ ዝገብር ነይረ እዚ ኩሉ ነዚ ኣብ ማይ ዝኣቱ ዘሎ እንድሕር እቲ ህዝቢ ከምዚ ዝሪኦ ዘሎ ክበታተን ውራይ ግበር ፈሽላት ገለ ግበር ፈሽላት ስለምንታይ ናይ ህግደፍ ውዳቤ ብዝኾነ ኮይኑ ቀፅል ኢልና ካብዚኣ ንሪኣ

ገለ ካብቲ ርእይቶታት ዝሃብዎ ኣብ ክንደይ ክላስ ኮን በፂሑ ይኸውን ቀዳማይ ካልኣይ ሳልሳይ እንዳ ንኸይድ ደሎ ኦ መዓረይ ፍቕረ ሽኮር ፍቕረይ ሽሙ ሓፂሩ ኣብከ መብዛሕትኦም ደስ ዝብል ርእይቶ እዮም ዝህቡ ዘለዉ ንኺድ ንቐፅል ስቲል ናይ ሚሚ ስራሕ እንደገና ከምጻኣልኩም እያ ንዓይ ውን ምስ ኣብ ቀረባ ሰብ ዝፈልጣ እያ ናታ ደጋጊመ ድምጻልኩም ዘሎ እዛ ሙዚቃ ከጥፋያ ምክንያቱ ብሰንኪ ሙዚቃ ኮፒራይት ከይብሉኒ ኣለዎ እንዶ ወላ ኣይክእልን እዛ ሙዚቃ እንተኾነ ግን ናይ ምሻጥ ወይ ዝተፈላለየ ካልእ ትሰርሕ እያ ኤድመንተን እያ ዘላ ኣብ ናታ ቁጽሪ ቴሌፎን ኣብ ታሕቲ ክገብረልኩም እየ ገለ ገለ ሰባት ትደልዩ ከም ዝረኣ ኣለኹም ተኸታተልቲ እዮም ብዙሓትኹም ካብ ካናዳ ሱድ ኮንኩም ኤድመንተን ካልጋሪ ምናምን ደዊልኩም ክትረኽቡዋ ትኽእሉ ኢኹም ሙዚቃ ግን ክገብረልኩም ኣይክእል ኣለኹ ምክንያቱ ኮፒራይት ክብሉኒ እዮም ሙዚቃ ትራ ኣሰጊረ እዮም ኦኬ ካልእ ነገር ከዓ ዝበዝሕ ሰብ ሼር ዝበላ ማለት እዩ ብፍላይ ኣምሓሪ ቴንኪዩ ደጋጊመ ደጋጊመ ቴንኪዩ ሓደ ካብቲ ዘድንቆም ሰባት ኣነ ወዲ ኣነ ወዲ መምህር እዩ ዝተፈላለየ ግዜ ናቱ ዩቲብ ፖስት ክብል ከሎ ኣጽን ኢለ ዝሰምዕ ክመሃር ስለ ዝደሊ ዋላ እውን እቲ ዘምጽኦ መደባት በሊሕ ስለ ዝኾነ ብዛዕባ ትምህርቲ ብዛዕባ ህየሳ ብዛዕባ ደርፊ ከምኡ ብዛዕባ ፖለቲካ ዘለዎ ርእይቶን ርድኢትን ሕጂ ኣብዚ ኣኼባ ናይ ዝተገብረ ኣብ ዩኬ ማለት እዩ ተኣኪቡ ዝሃቦ ዝኾነ ንእሽተይ መደረ ነይራ እስኪ ንስማዓዮ። እስከ ገምቱ ኣብዚ ኣብዚ ኣዳራሽ ሓደ ተስፋ ህዝቢ ዘለዎ ኣብኡ ዘሎ እምንቶ ሊቅ ወሊድ ኣዴኻ ከመይ ደሓን ትእቶ ዳንኤል ወዲ መምህር ናይ ክብሪ ጋሻና መደብ እኳ ኣይገበረን ግን ሰላም ከብሎ እየ ምሳኹም ዋላ ይሕተተኒ ባዕልኹም ትወሓሱኒ ዳንኤል ወዲ መምህር ዳንኤል ወዲ መምህር ኣሎ ታገደ እኮይ በልዎ ዝነደደ እንከይ ኣብልዕዎ ዝመንጎደ እንከይ ተሳሕለ ዝበለደ ንዓስ ከመዘናይ ንዓስ ከመዘናይ

እዚ ክንድዚ ዝኣክል ዓወታት ክንድዚ ዝኣክል ኣብ ውሽጢ ሓፂር ግዜ ኣብዚ ነዊሕ ናይ ምቋም ግዜ ሲ ከምዚ ዓይነት ዓወታት ርኢና ኣይንፈልጥን ኢና ምክንያቱ ብዙሕ ሪዝን ኣሎ ብርጌድ ንሓመዱ ከምዚ ዓይነት ዓወታት ክጓናፀፍ ዝገበሮ ምክንያት ሲ ሓሲብኩምሉ ዶ ትፈልጡ ብዘይካ እምኒ እቲ ዝዓበየ ሪዝን ኮይኑ ዝተሰማዓኒ እቲ ናይ ባይቶ ወይ ናይ ምብህሃል ወይ እውን ብድላይካ መንገዲ ናይ ምቋም ኣገባብ ስለ ዝሃነፀ እዩ ወይ ከዓ ኣትሊስት እቲ ናይ ሓሳብ ዲፈረንስ ኣብ ግምት ከየእተወ በብመንገዱ ቃዋም ስለ ዘሎ እዩ which is እቲ መሰረታዊ ናይ ሓድነት መንገዲ ማለት እዩ ምክንያቱ ኣብ ዝሓለፈ ነዊሕ ዓመታት ሓድነት ብኸመይ መንገዲ ክትንተን ፀኒሑ ኢልና እንተሓሲብና ሲ ስርዓት ህግደፍ እቲ ተፈጥሯዊ ውህበትና ሓደ ብምግባር እዩ ክፈጥሮ ሓሲቡ ብጀዝ ብብሄር ብቋንቋ ብገለ እዩ ሓድነት ዝብለና ብክዳን ጋር ኣብዚ ናይ ብርጌድ ንሓመዱ ወይ ቅድሚኡ ዝነበረ ናይ ምቋም መንገድታት ተርእናዮ ከዓ ሓደ ውሕዳት ሰባት መፁ ንፀገማት ናይ ህዝቢ ኤርትራ ይትንትንዎ ኦኬ ከምዚ ዓይነት ፀገማት ኣሎ ከምዚ ዓይነት መፍትሒ ከዓ ኣሎ ኢሎም ኣቐምጡ ካልእ ብዝተፈልየ መንገዲ ከምዚ ጸገማት እውን ኣሎ እንተራእዩ ላላ እስኻ ምሳና ኣይኮንካን ገለ ብሎ። ብሰንኪ እዚ ሓምሳ ዝኾና ዝተፈላለያ ማሕበራት ቆይመን which is ዝተፈላለየ ጸገማት ከም ዘሎን ዝተፈላለየ መንገዲ ጌርካ ክፍታሕ ከም ዝኽእልን ዝኣምና ማለት እዩ። ስለዚ እቲ ንህዝቢ ኤርትራ ኣጓኒፍዎ ዘሎ ጸገም ሓደ ኣይኮነን ወይ ሓሙሽተ ጥራይ ኣይኮነን። ነፍሲ ወከፍና ነናትና ዛንታ ኣለና። ነፍሲ ወከፍና ብነናትና መንገዲ ክንቃወም ንኽእል ኢና ምኽንያቱ ነናትና ስቶሪ ዝተፈላለዩ እዩ ገሊና ኣብ ዊዓ ተኣሲርና ነርና ገሊና ኣብ ካልእ ከም ብዙሓት ቤት ማእሰርታት ተኣሲርና ነርና እዚ ኩሉ ሽግራት ኣለና ስለዚ ክሳብ ክንደይ ኢና ነናእእሶ ነቲ ንህዝቢ ኤርትራ ዝገጥሞ ዘሎ ጸገም ብኸምዚ መንገዲ ጥራይ ንቃወም ኢልና ንሓስብ እንተለና ነቲ ንህዝቢ ኤርትራ ጎኒፍዎ ዘሎ ሚልዮን ጸገማት ኢና ኢግኖር ንገብሮ ዘለና። ስለዚ ሓደ ካብቲ ንህዝቢ ኤርትራ ዘጓንፎ ጸገም እቲ ናይ ባይቶ ምፍራስ እንድዩ። ምኽንያቱ ድሕሪ ባይቶ ኤርትራ ምፍራሱ ድሕሪ ክልተ ሽሕን ሓደን ብድሕሪኡ ከምዚ ኢልካ ናይ ምዝርራብ መንፈስ ኣይተፈጥረን። ምኽንያቱ እዘን እዘን ክንጠቕሰን ዝጸናሕና ልዕሊ ሓምሳ ዝኾና ውድባት ነናተን ሓሳብ ኣለወን ብሓንሳብ እቲ ዘለወን ሓሳብ ኮምባይን ጌረን ከኣ ሓደ ፍታሕ ከምጻ ኣይሓሰባን ስለዚ ብርጌድ ንሓመዱን መጀመርታ ግዜ በብ መንገድኻ በብ እምንኻ በብ ወንጭፍካ ጌርካ ክትቃወም መሰል ኣለካ ብዝላይካ መንገዲ ጃስቲፋይ ክትገብሮ ትኽእል ኢኻ እቲ ሽግራትካ ወይ ውን እቲ ዘቃልሰካ ዘሎ ምኽንያት ግን ብዝተፈላለየ መንገዲ በብናትካ ክትቃወም ቦታ ምኽፋቱ ከምዚ ዓይነት ኣብዚ ኣብዚ ከምዚ ክገልጽዎ ዝጸንሑ ብዙሓት ሰባት መጺኦም ዝዛረቡ ጸኒሖም ካብ ዝተፈላለያ ማሕበራት ውድባት ወላ እውን ፖለቲካውያን ምንቅስቓሳት በብውልቅና ንቃለስ ከኣ ኣለና ስለዚሲ እዚ ከምዚ ዓይነት ናይ ሓሳብ ዲፍረንስ ዘለዎ መንእሰይ ኣብ ሓደ ተኣኪቡ በብመንገዱ ንኽቃወም በብመንገዱ ንኽቃለስ ቦታ ምኽፋቱ እቲ ናይ ባይቶ ወይ እቲ ናይ ምብህሃል እቲ ናይ ቀደም ናይ ኣቦታትና መንገዲ ምምላሱ ሓደ እቲ ክምስገን ዝግብኦ ነገር እዩ። ስለዚ ብርጌድ ንሓመዱ ኩላትኩም ፕላስ ዮም መራሕትኻ ነዚ መንገዲ እዚ ምፍጣርኩምን ነቲ ናይ ባይቶ ባህሊ ክምለስ ባይታ ምፍጣርኩምን ክትምስገኑ ግብኣኩም።
ናይስ ንቐፅል በሉ። መዘናግዒት ተመቺ ከመይ ኢሉ ብርእሱ ከሎ ከምዚ ኢሉ ይንቀሳቐስ ኣሎ እዞም ሰባት ኣያደንቐኩም እንዶ ዋ ብጣዕሚ እዩ ዝገርም መቸም ኣብ ዝቐፅለ ዘርእየኩም ከዓ ናይ ቢቲ በይ ሓበን ማለት እዩ ኣብ ኤድመንተን ዘላ እሳ እውን ናይ ኔይል ሄር ፔዲኬር ሜዲኬር ናይ ገጽ ናይ ኩሉ ትገብር እያ ናታ እውን ቁጽ ቴሌፎን ኣብ ታሕቲ ትገብረልኩም እየ ዝኾነ ኣብ ኤድመንተን ዘለኹም ሰባት ኣብ ቲክቶክ እውን ክትሪእዋ ትኽእሉ ኢኹም ቢቲ በይ ሓቡ ዝብል ዝኾነ ዓይነት ናይ ኔል ከምኡ ናይ ገጽ ናይ ሄር ዝተፈላለየ ነገራት ትሪኡ ትደኣ ኮንኩም ክትረኽብዎ እንትኽእሉ ኢኹም እዞም ሰባት እዚኦም ያ ኣጌን እዞም ኣብ ካናዳ ዘለኹም ብዓ ብፍላይ ኣብ ኤድመንተንን ካልጋሪ ካናዳ ብፍላይ ዝኮነ ኣድቨርታይዝ ተኮንኩም ክሕግዘኩም ይክእል እየ ፀገም የብሉን ሶ ናተይ ዩቲብ እዚኣ እያ ትፈልጡ ኢኹም ኣብ ኢንስታግራም ከዓ ቤንሁር ወርልድ ቤንሁር ዓለም ትብል ኣላትኒ ቤንሁር ወርልድ ከምኡውን ኣብ ቲክቶክ ቤኒ ሚድያ ማለት እዩ ብኡ ፅሒፍኩም ክትረኽቡኒ ትኽእሉ ኢኹም ዝኾነ ደለኩም ቪድዮ ስረድለይ እሞ ኣብ ዝተኻለን ኣናተይ መደብ ከምፅኣልኩም እየ ዝኾነ ኤክስፖር ዝኾነኩም ትረኣዩ ዝኾነ ሓገዝ ተመፅኩም ከዓ ብኡ ገይርኩም ቢዝነስኩም ተሰፊሕልኩም ከዓ ብጣዕሚ ጽቡቕ ደስ ይብለና። ብዝኾነ ክቡራትን ክቡራንን ተኸታተልቲ መደብ ቤኒ ሚድያ እንኳዕ ምሳይ ጽናሕኩም። ዝኾነ እዚ መደብ ከመይ ረኸብኩሞ ዝበዝሕ ግዜ ናይ ሓደ ወገን ጥራይካ ተምጽእ መደብ ከም ስራኻ ተምጽእ እንዲኹም ትብልኒ ኣነ ፌር ዝኾነ መደብ ክህልወኒ እየ ዝደሊ ንኹሉ ዘማእከለ ንኹሉ መንእሰይ ክጠቅም ዝኽእል ሓበሬታ ከምኡ መዘናግዒ ከምኡውን ዝኾነ ንጥፈታት ናይ ህዝብናን ከምኡ ናይ ካልእ ዓለም ዘሎ ብሓፈሻ ከምጽእ ስለ ዝደሊ ብሰፊሑ ዓብ ቻነል እናኾና ንመፅእ ስለ ዘለና ናተይ ቻነል ከምቲ መጀመርታ ሽሕ ከለኹ ክልተ ሽሕ ከለኹ ዘምፅኦ ዝነበርኩ መደብ ከማዕብሎ ስለ ዝደሊ መጀመርታ እቶም ኩላትኩም ነዚ ናተይ መደብ ሪኢኹም ተተባብዑንን ነዚ ናተይ ቻነል ከዕብዮ ትህቡኒ ምኽርን ኣዝየ ክመስግነኩም እፈቱ ብፍላይ ኣብዚ ርእቶ ትህቡኒ ኣብ ኮመንት የንቡበ እየ ብጣዕሚ እየ ደመስግነኩም ስለዚ ዘማእከለ መደባ ምፅእ ናይ ሓደ ወገን ጥራይ ትኹን ምክንያቱ ዓብ ቻነል ንዓብኻ ኢኻ ትኸይድ ዘለኻ ዓሰርተ ሓደ ሽሕን ሽዱሽተ ሚእትን በጽሕካ ኣለኻ ብዙሕ ሰብ እዩ ዝከታተልካ ዘሎ ስለዚ ስፍሕ ዝበለ መደብ ከተምጽእ መሃሪ ክኸውን ከዓ ተመራጺ ብፍላይ ከዓ ኣብ ሞያኻ ዝጸቐጠውን ዝተፈላለየ መደብ ኣምጽኣልና ዝከታተሎ ሰብ ዝደሊ ንዑ ከም ዘሎ ፍለጥ እመን ስርሓሉ እሞ ክትዕወት ኢኻ ዝበልኩምኒ ከመስነኩም ፈቱ ቀፂለ እውን ከምኡ ዓይነት መደብ ከምፅእ ስለዝኾንኩ ኩላትኩም ተኸታተልቲ መደብ ቤኒ ሚድያ ምሳይ ምፅናሕኩም ኣዝየ ክመስግነኩም ይፈቱ። ኣብ ቀፃሊ ብካልእ መዘናግዒ ወይ መሃሪ መደብ ክሳብ ንራኸብ ሰስናዩ።